እቲ ዘሎ ስምዒት ጥራይ ዘይኮነ ናይ ብሓቂ ሽግር ናይ ኣባይቲ። ሊንን ሓወይ ኣነ ክብለካ ኣዚ ፕረዝደንት ናትና ናይ ብሓቂ ዝነፈዐ ፕረዝደንት እብ ዓለም ኣዘራርባኡ ኣኣከዳድናኡ ኣከያይዳኡ ናይ ብሓቂ ስማርት ዝኮነ ፕረዝደንት ከምዚ ፕረዝደንት ናትና ሪኤ ኣይፈልጥን ኣንታ ስታሊን ሓወይ

ትዝክር ኣነ ዶክቶር ናይ ሰውራ እያ ነይረ ትዝክር ኢኻ ምሽ የስ ወይ ፈለጥ ዶክቶር ከም ዝነበርካ ዶክቶር ናይ ሰውራ እያ ነይረ ሓንቲ መዓልቲ ሓንቲ መዓልቲ ሓደ ሰብ ሒዞም መፅኦምኒ እዚኣ ርእሱ በቃ ከምዚኣ ፍንጭሕ ኢላ ኣብ ቅድሚ ኣውሪዶሞ ኢሎምኒ እዚ ሰብዚ ከይመውት ከይትመውት ከይመውት ክነብር ኣለዎ ኢሎምኒ ሽዑ በቃ ኣነ እንታይ ክገብር ሓንጎሉ በቃ ፍንጭልጭል ፍርቃ ደገ ወፅያ ነይራ ሽዑ በቃ እቲ ሓንጎሉ ሒዘ ኣውፅኣ ኣብ ጥስቲ ገይረያ ክሓፅባ ምእንቲ ኣጃክስ ከምፅ ምስ ኸድኩ ኣጃክሰይ ሒዘ ምስ ተመለስኩ እቲ ሓንጎል ናቱ ድሙ በሊዓታ ፀኒሓትኒ እንታይ ትብላታ ከምዚኣ ዝብለካ ዘለኹ ሽዑ እንታይ ክገብር እዚ ሰብዚ ናይ ግድን ክመውት የብሉን ክመውት የብሉን ኢሎምኒ ሓደራኻ ኢሎምኒ ነይሮም በቃ እንታይ ክገብር ሓሲበ ሓሲበ ትፈልጥ ኢኻ ከማን ስማርት ከም ምዃነይ ኣይኩ ናተይ ማራ ላዕሉ ከም ምዃኑ ትፈልጥ ኢኻ ሓንቲ ኣድጊ ነይራ ካብ ኣምሓሩ ዘማረኽናያ ኣድጊ ነይራ ንዓ ኣምፅኣ ነዚ ኣድጊ እዚኣ ሓሪደ ሓንጎላ ርእሳ ከፊተ ሓንጎል ናታ ወሲደ ኣብ ሓንጎሉ እትየሉ በቃ ኣብ ሓንጎሉ ኣብ ርእሱ እትየሉ። ዳሕራይ ከ እንታይ ኣጋጢሙ? በቃ ከምዚ ይብለካ ዘሎ በቃ ሽዑ ስፍይ ስፍይ ስፍይ ኣቢለያ ነዚኣ ሓንጎል በቃ እዚ ሰብዚ ክመውት እየ ገለ እናበልኩ እዚ ሰብዚ ነቢሩ እ ዓመታት ከይዳ ግዘ ከይዱ በቃ ነዊሕ ግዘ ሓሊፉ ናጽናት ናይ ኤረትራ መጺኣ ሽዑ ኣጋጣሚ ሓንቲ መዓልቲ እስከ እዚ ሰብዚ እንታይ ይኸውን እስከ እንታይ ይኸውን? ሓላፊ ናይዛ ሃገርና ይኸውን። መራሒና ሕጂ እዚ መራሒ ንስኻ ብርቱዕ እዩ ሓያል እዩ ትብሎ ዘለኻ እቲ ሰብ ብሓንጎል ናይ ሓንቲ ኣድጊ በኣ ዝጓዓዝ እዩ ደወ እታ ኣድጊ ከመን ኢትዮጵያዊት እያ ኤርትራዊት እትኸውን ፅቡቕ ነራ እቲ ሓንጎል ናይቲ ኣድጊ ብኡ ዝጓዓዝ ዘሎ ኢትዮጵያዊት እያ መዓል እስከ እደ ከምዛ ዝብለካ ዘለኹ መምሓልኩልካ ነይረ ስታሊን ሓወይ ግን እንታይ መስለካ ንሕና ኮሚኒስት ብሃይማኖት ኣይንኣምንን ትፈልጥ እያ እዚ ፕረዚደንት ናትና እወ ናይ ብሓቂ እሞ ከምዚኣ ትብላ ዘለኻ ፕረዚደንት ናይ ኤረትራ ክኸውን እንድሕር ደልዩ ሓደ ሰብ ስኒ ናይ ግድን ሓንጎል ናይ ኣድጊ ብርእሱ ክህልዎ ኣለዎ ማለት እዩ እወ ናይ ብሓቂ ካብዚኣ ቦታኻ ከይትንቀሳቐስ እሞ ኣድጊ ላፍቲ ተኣሲራ ኣላ ንዓ ሒዘልካ ክመፅእ ኦፕሬሽን ጌርካ ሓንጎላ ሓንጎለ ክትእትዎ ፕረዚደንት ናይ ኤረትራ መፅእ ዘሎ ክኸውን ምእንቲ